From family ልዞም ሓሙሽተ ነገራት እዚኦም ንሕለይ ፈለጥኹም ዝዓመት እዚ የምልጠኩም ኣሎ New year resolution ይበሃል So resolution ማለት እንታይ ማለት እዩ Resolution ማለት ኣቋም ምሓዝ ማለት እዩ ወይ ጠንካራ ውሳነ ማለት እዩ ሓደ ነገር ንምግባር ወይ ልምሕዳግ ትውስኖ ዓይነት ውሳነ Resolution ይበሃል ፅንዓት ምህላይ ማለት እዩ ኣብ ውሳነኻ So new year resolution ትበሃል ተሎ ኩሉ ግዜ ሓዱሽ ዓመት እዩ ብሓድሽ መንፈስ ብሓድሽ ፕላን ኢና ተቀቢልናዮ ኢና ወረ ሰብ ሪዞሉሽን የድልየና እዩ ፕላን ምውጻእ የድልየና እዩ ብጣዕሚ ውጺኢታማ ዓመት ልክኾን ሰብ ሪዞሉሽን ኒው ይር ሪዞሉሽን ኢና ክንምሃር ሎምዓንቲ እስካዕ መጨረሻ ጽሑፍ ፖም ፋሚሊ ሃፒ ኒው ይር ርሑስ ሓድሽ ዓመት ፖም ፋሚሊ ንጀምር። Where poor families so ኣምዚ ቅድም ኢለ ልበልኩም new year resolution so new ማለት ሓዱሽ ማለት እዩ so ሓዱሽ ዓመት እዩ ልመጽእ ሎ ብሓዱሽ እቅድ ኢና ንቅበሎ ኣለና ኣይኮነይ ድዩ so resolution ማለት ኣምዚ ቅድም ኢለ ልነገርኩም ሰባት ኣብ ባዕሎም ክርእይዎ ዓይነት ልደልዩ ለውጢ ትውስን ተለዉ ማለት እዩ። ሰብ ሪዞሉሽን ካብ ዝነበርካዮ ልሓሸ ኮንካ ምእንታይ ክትግነ ትገብሮም ዓይነት ውሳነታት እዩ so ናይ መጀመርያ ሕቶ what are you top three resolutions top three resolutions መዓት ዓይነት ሪዞሉሽን ክህልዩና ይኽእሉ እዮም ግን ሰለስተ ወሰንቲ ዓይነት ትብለን ሪዞሉሽን ኣብ ምንታይ ትጽሕፍለ ኣለኹም ኣብ ኮመንት ትጽሕፉ ኢኹም so ሪዞሉሽን እንታይ ኢለኩም ነይረ ጽንዓት ቆራጽ ውሳነ ሓደ ነገር ንምግባር ወይ ንዘይምግባር ትገብሩ ዓይነት ውሳነ እዩ ሪዞሉሽን so

ቲ ዓይነት ሕማቓት ልማዳት ኢኹም ክትሓድግዎ ትደልዩ ማለት እዪ። ሕማቓት ሕም ልማዳት ልበሃሉ ልኣብነት ነገራት ልኻሊእ መዓልቲ ምሕላፍ፣ ኸዚ ክትሰርሖ ለኻኣልኻ፣ ኸዚ ክትገብሮ ለኻኣልኻ፣ ናጋ ድሕር ናጋ፣ ጽባሕ ድሕር ጽባሕ እንድሕር ትብል ለኻኹንኻ እዚ ሕማቕ ኣመል እዩ። So Procrastination the habit of practice Procrastination ኢልኹም ትጽሕፉ ኣለኹም ማለት እዩ ወይ Put off things ትብሉ ትኽእሉ ኣለኹም ማለት እዩ። ነገራት ኣብኡ ተወንዚፎም ልሃለዩ ለይምስትኽኻል ግዜ ምጽባይ ልሓሸ ግዜ ምጽባይ ክኾን ይኽእል እዩ። እዚኣቶም እንታይ እዮም? ባድ ሃብትስ እዮም። ኣምሽኻ ናብ ምድቃስኻ ምኻድ እዚ ባድ ሃብት ክኾን ይኽእል እዩ። ኩሉ ግዜ ሶሻል ሚድያ ምጥቃም ባድ ሃብትስ እዚኣቶም ባድ ሃብት ስለ ዝኾኑ ብዝርዝር ከምዚ ዓይነት ሕማቕ ኣመል ሕማቕ ልማድ እኒኤኒ እዚ ከወግዶ ይደሊ እየ ኢልኩም ለለ ጸሓፉለይ ፕሮም ፋሚሊ

ኸዚ ልኣብነት ታይ ክኾን ይኽእል ኣነ ታይ እየ ልጥቀም መሲልኩም ሰልፍ ሪዋርድ ልብሃል እዩ ሰልፍ ሪዋርድ ማለት ንባዕልኻ ሽልማት ምሃብ ሰብ ሓደ ብሉፅ ነገር ትገብር ተሎ ይሽለም እዩ ቤት ትምህርት ቤቱ ብወለዱ ብኻልኦት ሳት ልብዓልኻ ለለ ንእሽተን ነገር ፅቡቕቲ ካብዛ ናብ ሓለፈት ልሓሸ ገይርኻ ትግነ ተለኻ ልብዓልኻ ሪዋርድ ትህብ ተለኻ ታይ እዚ ልብዓልኻ ሞቲቬት ትገብር ለኻ ኻሊእ ካብ ዓብይ ነገር ምስራሕ ንእሽተይ ነገር ትምድብ እሞ እዛ ነገር እሳ ትሰርሓ ካብኡ ቀፂልካ ለለ ካሊእ ነገር ለገበርካ ተኸተልኻ ሃም ብምዃን you know you can stay motivated ካሊእ ታይ ትገብሩ ትኽእሉ ፖም ፋሚሊ ምስ ብጣዕሚ ሞቲቬት ልገብርኹም ሰባት ምስ ፖዘቲቭ ነገር ልነግርኹም ሰባት ግዜኻ ምሕላፍ እሱ ኢነርጂኻ ዓቕምኻ ለይሰኣንካ ዓመት ሙሉእ ክትፀንሕ ትኽእል ኢኻ so ንባዕልኹም ተቕምጡ ኢኹም ኣብዚ ፖም family how will you stay motivated this year ዓመት ሙሉእ ዝደለኹምዎ ክተሳኽዑ ድሌትኹም ለይቐነስኹም ሃመይ ኢልኩም ትጓዓዙ ትኽእሉ ራብዓይ what is your main goal in English ጎል ማለት ውጥን ማለት እዩ እቅድ ማለት እዩ so uh, what is your main goal main ማለት ደለ ብጣዕሚ ወሳኝ ዝኾነ ጎልኹም ሲ እንታይ እንታይ እዮም

ምስ ሰባት ትዋግዕ ተለኻ ትናገር ተለኻ ኮንፊደንስ ምህላይ ክኾን ይኽእል እዩ ብእንግሊሽ ኣብ ፕሪነንሴሽንካ ብጣዕሚ ልሓሸ ምዃን ምግናይ ክኾን ይኽእል እዩ ኣብ ናይ ግራመር ስኪልካ ብጣዕሚ ጎበዝ ምዃን ምግናይ ክኾን ይኽእል እዩ ፎም ፋሚሊ ተኣዩ መይን ጎልኹም ዓብዪ ዕላማኹም ኣብ እንግሊሽ ተኣዩ ናብ ባዕልኹም ብደንቢ ብዝርዝር ጌርኩም ፅሕፍልኹም ማለት እዩ ሓምሻይ ዋት ዱ ዩ ዋንት ቱ ኣቺቭ ባይ ዘ ኤንድ ኦፍ ዚስ ይር ኣብዚ መጨረሻ ዓመት እንታይ ክተሳኽዑ ትደልዩ እያ ሓደ ሓደ ሰባት ታይ ይብሉ ብእንግሊሽ ምምራቅ ድሌቶም እኒሀው ልኾነ ኮርስ ወሲድኻ ብኡ ምምራቅ ግራጁት ምግባር ክኾን ይኽእል እዩ እንግሊሸይ ብጣዕሚ ጎዝ ኾይነ ክግነ ይደሊ እየ ኣብዚ ዓመት እዚ መጨረሻ ልበሉ ሰባት እኒሀው እስኻቱም ለለ እስኻቱም ኣብዚ ዓመት እዚኣ ክተሳኽዕዋ ትደልዩ ነገር ብዝርዝር ትፅሕፍልኹም ማለት እዩ ሓደ ሰለስተ ሓሙሽተ ልኾኑ ኣብዚ ዓመት እዚ መጨረሻ እዚ እዚ እዚ ክህልየኒ ይደሊ እየ እዚ ክገብር ይደሊ እየ ኣብ ኢንግሊሸይ ብጣዕሚ ጎበዝ ተናጋሪ ክኾን ክኽእል ይደሊ እየ you know confidence ክህልየኒ ይደሊ እየ you know ኣብ ስቴጅ ብተደጋጋሚ ወፅየ ከቕርብ ይደሊ እየ ኢልኹም ነባዕልኹም ደስ ዝበለኩም ነገር ፅሕፉ ትኽእሉ ኢኹም ፎም ፋሚሊ ሶ ሎማዓንቲ ብዛዕባ ኒው ይር ሪዞሉሽን እናዋግዕና እዚ ዓመት እዚ ብጣዕሚ ደስ በሃሊ ዓመት ክኾን እንተኾይኑ ብከምዚ ዓይነት እቅድ ተተጓዒዝና ብጣዕሚ ብሉፅ ዓመት ክኾነልና እዩ ብዙሕ ነገር ንቕይረሉ በዓልና ዓመት ክኾን እዩ ስፖርት ፋሚሊ ሃቭ እ ብለስድ ይር ተባረኸ ዓመት ይኹነልና ሳብስክራይብ ላይክ ሸር ምግባር ኣይትረስዑ እንድሕር ፈቲኹሞ ኩንኩም ታንክስ ኣላት ሲ ዩ ኔክስት ታይም።